ናብ ፌመስ ንምዃን ድዩ ዝኸይድ እታ ውብነት ድዩ ዝደልያ ኮይኑ ሰላም ሰላም ክቡራት ተዓዘብቲ ሰላምታ የረሳዕኩም ምሳኹም ዘለኹ ዲናረ ሎማዓንቲ ካብ ሓድሽ በለ ፍልይ ዝበለ መደብ የመፅአኩም ዘለኹ ናይ ሎማዓንቲ መደብና ብዛዕባ ስነ ጥበብ እዩ ማለት ኣርት ናይ ዓድና ናብ ከመይ ኩነታት ይኸይድ ኣሎ እዩ እቲ መደብና ኣብ ከመይ ኩነታት ከሎ ከምዚ ሃያሲ ገለ ኮይነ ዘይኮንኩ ድዛረቦ ዘለኹ ጀስት ከም ተዓዛባይ ማለት እዩ ከም ኦድየንስ ኮይነ እየ ድሪኦ ዘለኹ ክሳብ ኣነ ዝዕዘብ ዘለኹ ንዓይ ደስ ዝብለኒ ገለ ፍሉይ ነገር ዘለዎ ነገራት ክርኢ ስለ ዝደልየ ከምዚ ኢለ እዛረብ ዘለኹ ኣብዚ ክልተ ሰለስተ ዓመታት ትስራሕ ድሎ ስራሓት

ብጣዕሚ ብዙሕ ስራሓት ኣሎ ብ ብዛዕባ ናይ ደርፊ ምዝራበይ ከም ኦዲንስ ኮይነ እየ ሓደ ኣርቲስት ክሰርሕ እንከሎ ግን ፍልጠት የድልዮ ትምህርቲ የድልዮ ምልከት የድልዮ ኣነ ሕጂ ብዝወገነይ በዚ ሕጂ ዝሪኦ ዘለኹ ናብ ፌመስ ንምዃን ድዩ ዝኸይድ ታውብነ ድዩ ዝደልያ ኮይኑ ከምዚ ፎሎራ ኣዛንካ ድቐድድ ስራሕ እዩ ዝስራሕ ዘሎ

ትምህርቲ የድልዮ ፍልጠት የድልዮ መጽናዕቲ የድልዮ ኣነ ብጣዕሚ እየ ደርፊ ምስማዕ ድፈቱ ፍላይ ደርፊ ማለት እዩ ኣሎ ካልእ ዓይነት ዓውዲ ፊልም ኣሎ ኣነ ሰማዕ ክሳብ ዝኾንኩ ሰምዖም ነገራት ከዓ ዘይስሕቡካ ወይ ዘሕርቐካ ነገር ተኮይኑ ከም ኦዲየንስ መጠን ክዛረብ ግዴታ እዩ ህየሳ ኣይኮነን እዚ ስምዒታት እየ ድገልጽ ዘለኹ
ሙዚቃ ንኣይ ብዝረኣየኒ ናይ መንፈስ ሓንቲ መስመር ሓደ ዓቢ ሰብኣይ ዝበሉኒ ክነግረካ። ሕጂ እዩ ተኣኪብና ብዙሓት ደረፍቲ ኣብ ሓደ ቦታ ጽቡቅ ክንዛናጋዕ ኣርእዮም ተሓዊሶምና። ኣብቲ ዕድመ እቶም ደረፍቲ ኣብ ኤርትራ ዘለዉ ዝገበሩለይ ማለት እዩ መጺኦም እዞም ሰብኣይ ገዲም ተጋዳላይ እዮም ናይ መጀመርያ ስሳታት ተጋዳላይ እዮም። ሓደ መካኒክ። መኪና ዕሪ ኢድራውሊኮ ቱቦታት ናይ ማይ ዕሬልካ ንስካትኩም ክኣ ሓንጎልና ንስኩም ኢኩም ትከናክንዎ ስለዚ ጽቡቅ ጌርኩም ተከናከንዎ ኢሎምና ሕጂ እንታይ በዘን ቪድዮ ጌረ ክፋነወኩም እየ ኣብ ዝቅጽል መደብ ብካልእ መደብ ክሳብ ንራከብ ሰሰናዩ ናብታ ቪድዮ ከብለኩም።
ብዙሓት ነቲ ሞያ ከይፈለጥዎ ቀልጢፎም ዝውንጨፉ ኣለዉ ተረዲእካ ብዘይ ዝኾነ ድኻም ብዘይ ዝኾነ ፃዕሪ ገለ ቀልጢፎም እታ ናይ ህቡብነት ደረጃ ርክብ ፀብልዋ እዮም ግን እታ ንህቡብነት ትኸፍላ መስዋእቲ እንተ ኩሉ ግዜ ዘየስተማቂርካያ እታ ላዕሊ ምድያብካ ቀልጢፋ ንታሕቲ ምውራድካስ ትነግረካ እያ ደስካላ ዝደይበ ደስካላ እዩ ዝወርድ። ክወርድ እንከሎ እዩ እቲ መዓርግ ዘለዎ ናይ ብሓቂ ሕጂ ሾሻል ሚድያ ይሃሉ ፅቡቅ እዩ እስኻ ግን ኣብኡ እውን ስለ ዝሃለወ ናትካ ብዝሒ እ፣ ተበላሓትነት እ፣ ካብቲ ዝስራሕ ነጎ- ዘሎ ነገራት ፍልይ ዝበለ ነገር ንምቕራብ እንድሕር ሓሊኽካ ንሱ ንባዕሉ ሓደ ስካላ ኣይኮን ስለ ዘሎ ኣምጺኻ ስለ ዝጸዓንካዮ ስለ ዘርኣኻ ግን ኦኬ ትፍለጥ ትኽእል ትኾን ኢኻ ተፈላጥነትካ ግን መቐረት ንክህልዎስ ክደክም ኣለካ እስኻ ንክትበስልሲ ቁርብ ድኻም ክህልወካ ፍልጠት ክህልወካ መስዋእቲ እንተ ደኣ ከፊልካሉ ነቲ ሞያ ይርዳእካ እዩ ንዓኻ ሕጂ ብዙሓት ደይቦም ኣለዉ ፅቡቅ ብጣዕሚ እዩ ድሕጎስ ኣነ ክህልው ኣለዎም ስለ ዝነበሩ መፂና ሓቀይ ዶኒ ስለ ዘለና ክመፁ ኣለዎም እቲ ምትኽኻእ ክህሉ ኣለዎ ማዕረ ማዕሪኻ ፍልጠት ክህሉ ኣለዎ ፍልጠት ነቲ ሞያ ነቲ ሞያ እወ ብብንቕሓት ነቒሕካ ክትሰርሐሉ ኣለካ ኣዌርነስ እያ ኣብ ዘይቦትኡ ዝኣቱ ሰብ ብዙሕ ስለ ዘሎ ጥራይ ምውሳእ ስለ ዝኾነ ሓንቲ ዘይምልከቶ ዘይፈልጦ ዋ ዋሳእ ክእል ኢሉ ክኣቱ ክእል እዩ ዝኣትው እውን ንርኢ ኢና ወይ ዝኣትዋ እውን ኣሕዋትና ይህልዋ እየን ርድእካ ንናይ ሓንቲ መዓልቲ ምርኣይ ወይ ንክልተ ግዜ ምርኣይ ዘይኮነስ ብፍቕሪ እንተደኣ ኮይኑ የኺደካ እዩ ተረዲእካን ፍቅሪ እንተደይ ሃልይዎ ናትካ መስዋእቲ እንተደይ ሓሊፍዎ ግን ኣይኺደካን ባዕሉ ፍንጣሓካ ባዕሉ ፍንጣሕ
ጥበብ እግዚኣብሔር ክፈጥሮ ከሎ ንኩሉ ሰብ ዩኒክ እዩ ሰብ ዩኒክ ሳሙኤል ኣብ ዓለም ኣይድገምን ከምቲ ሓጎስ ዘይድገም እቲ ኣምላኽ ንሳሙኤል ዝሃቦ ንሓጎስ ኣይቦን እቲ ንሓጎስ ዝሃቦ ከዓ ንሳሙኤል ኣይቦን ነናትካ ጥበብን ጸጋን ኣለካ ማለት እዩ መቸም ኣምላኽ ኮፒ ይገብር ንፈልጥ ወዲ ሰብ ኮፒ ማሽን ሰሪ እዎ ብዝያዳ ከዓ ስኻትኩም ቶም ትምህርቲ ኮፒ ማሽን ዝሰርሐ ሰብ እዩ እወ እምበር እግዚኣብሔር የመሳሰል ኣሕዋት እምበር ብውህበቱ በበይኖም እዮም ዋላ ካብ ማህፀን ኣደ ዝወፅኡ ስለዚ ነናቱ ጥበብ ኣለዎ ማለት እዩ ብቐንዱ ሕጂ እቲ ጥበብ እንታይ ዝብል ርድኢት ኣለን መወዳእትኡ ጥበብ ፍርሓት እግዚኣብሔር ካብ ኮነ ምስትውዓል ከዓ ኣብኡ ኣሎ ሓደ ዓቢ ሰብኣይ እንታይ ኢሎም ንሓደ ግዜ ኣምላኽ ክጸልእ እንከሎ ምስትውዓል ይሃብእ ምስትውዓል እንድሕር ተሓቢእካ ከዓ ከምዚ ኣብ ዕዳጋ ርእሱ ዝተሃርመ ተመን ናበይ ትኸይድ እውን ኣይትፈልጥን ኢኻ ስለዚ ጥበብ ምስትውዓል እያ ኣብ ምስትውዓል ከዓ ፍርሃት እግዚኣብሔር ኣሎ ኢለ ይሓስብ